ሰላም ሰላም ሙሉእ ኩርናዓት ዓለም ትርከቡ ክቡራት ተኸታተልተይ ነዚ ቻናል ሓደሽቲ ዝኾንኩም ሸር ላይክ ሳብስክራይብ ብምግባር ቤተሰብ ክትኮኑ ብትሕትና ይለውኩም ነባራ ዝኾንኩም ከዓ ልካኹም ተወሉ ግዜ ምትብባዕኹም ኣይፈለየኒ እናበልኩ ናይ ሎም መዓልቲ ናይዞም ኣቦ ዘረባ ኣብ ማሕበራዊ ሚድያ እንዳተዘዋወረ ውዒሉ ርእዮ ማለት እዩ ብጣዕሚ እዩ ዘሕዝን ናይዞም ወላዲ እዚኦም ጥራሕ ዘይኮነ ናይ ብዙሕ ሂወት ከምኡ እንዳበለ ፀኒሑን እናቐፀለን ምህላዉን ብጣዕሚ እናሕዘነኒ ከይተረፈ ኣይቀረየን ክንሓዝን እውን ሓጋትና ናይ ኩልና ሂወትን ናይ ኩልና ብፅሒትን ስለዝኾነ ናይዞም ወላዲ ዘረባ ወይ ከዓነ ናይዛ ሓፍትና ዓሰርተ ክልተ ዓመት ጸኒሓ ዝሰርሖቶ ገዛ ብወላዲኣ ተኻሒዳ ብዝብል ከም ልሙድ እናኾነ ይመጽእ ኣሎሞ ኣሕዋተይ ማረይ ብጣዕሚ እዩ ዘሕዝን ምስ ወላዲኻ ምስ ኣሕዋትካ እቲ ዝኸፍአ እቲ ዝኸፍእ ኣብ ሂወት ምንባር ዘጽልእካ ምስ ወላዲኻ ምስ ሓውካ ምባእስ እዩ እማ እግዚኣብሔር ኣምላኽ ካብዚ ጸጋማይ ኣተሓሳስባ ናብ የማን ይምለሰና ፈጣሪ ምሕረት የውርደልና ሰላምን ፍቕርን የምጽእልና በእውነት ክትዛረቦ ሲ ትዛረቦ ብጣዕሚ እዩ ዝጨንቀካ ብጣዕሚ ይፀበካ ማለት እዩ ኣብ ውሉድን ወላድን ኣብ ሓውን ሓፍትን ንምፍራድስ ብጣዕሚ እዩ ከቢድ እቲ ኣብ ፊልሚ ንሪኦ ሓድሓደ ከም ተግባራዊ ከም ልሙድ እናኾነ መፂኡ ክትሪኦ ፊልሚ እኮ እዩ ኢልካ ወይ ከዓ ድራማ እዩ ኢልካ ትሓልፎን ትስሕቐሉን ዝነበርካ ወይ ከዓ ዋይ በስመኣም ከምዚ እውን ደሎ ኢልካ ኣጋጣሚ ትሓልፎ ብናይ ካሊእ ዜጋ ኣብ ርእሲ ኣሕዋትካ ወይ ከዓ ኣብቲ ሃገርካ ኣብቲ መረባኻ ኣብቲ ዓድኻ ከምዚ ክበሃል ከሎ ብጣዕሚ ይኸቢድ ሓንቲ ሓፍትኻ ወይ ከዓ ሓንቲ ኣደኻ ዓሰርተ ክልተ ዓመት ፀኒሓ ሰሪሓ ገዛ ብሽም ወላዲኣ ተወሪሳ ወይ ከዓ ተኻሒዳ ክበሃል ከሎ ክንደየናይ ከም ዝኸብድ ንማንም ዝጠፍኦ ኣይኮነን ስለዚ ብሩኻተይ ኣብ ከምዚ ጸጋማይ ኣተሓሳስባ ዘለኹም ንኡስ ወለዶ ካብዚ ሕማቕ ኣተሓሳስባ እዚ ወጺኹም ናይ ባዕልኹም ዋላ ንእሽተን ካብ ናይ ማትካ ብዙሕ ናይ ባዕልኻ ንእሽተን እሲ ተመራጺ ኮይኑ ይስምዕኒ እዞም ወላዲ እዚኦም ከዓ ናብ ልቦም ይምለሶም ጥራሕ ክብል ዝደሊ ክንዲ ወላዲ ዝኣክል ከም ውሉድ መጠን ክዝንጥሎም ወይ ከዓ ሕማቅ ክዛረብ ኣይክእልን ናይ ባዕሎም ዝሓሰብዎ ኣወንታ ኢሎም ዝሓሰብዎ እውን ክኾን ይኽእል ኣወንታ ዘይኮነ እናሃለወ ስለዚ ብሩኻተይ ካብ ከምዚ ዓይነት ኣተሓሳስባ ክንቁጠብ ብሩኻተይ ናይዞም ወላዲ እዚኦም እዚ እዚ እዚ እዚ ተጋጊዮም እዚ ተጋጊዮም እዚ ተጋጊዮም ኢልካ መገዛ ወላዶም እንታይ ትብል ከምቲ ዝበልኩም ኣንተ ወላዲኻ ክብድለካ ሓውካ ክብድለካ እቲ ዝኸፍአ ፈውሲ ዘይብሉ ሕማም እዩ ያው እንታይ እሞ ኢና ክንብል ንሕናሲ ናብ ሚድያ መፂኡ ብሚድያ መልክዕ ተሓጊዙ ወይ ከዓ ክንሕግዞ ወይ ከዓ እንተኾይኑ እምበር ዝዮ ዝዮ ዝዮ ይበሃል። በተለይ ኣብ ትግራይ ዝንሸር ዘሎ ቪድዮታት ሻዕ መጨረሻ ዝኸድ ቪድዮ ይኾነ የግዳስ ነታ ቆልዓ ካብ ሞት ወይ ይኹን ካብ ዝኾነ ኣብቲ ሕብረተሰብና ዘይድግፎ ነገር እናተጸየፍዋን እናተደየንዋን ክኸዱ ናብ ዘይኮነ ብሽሽቕ ናብ ዘይኮነ ምሕናቕትን ናብ ዘይኮነ ዕብዳን ክትኣቱ እምበር ምንም ድሕንነታ ዝሕሉ ኣይኮነን ማለት እዩ። ትግራይ መብዛሕትኦም ማለት እዩ ናይዞም ኣቦ እዚኦም ወይ ከዓ ብዙሓት ኣደታት እውን ከምኡ እናበላን ደቀን ይመፃ ኣለዋ መፅአን ሓሊፉ ማለት እዩ ኣበይ ኣለዋ ኣሰር መስተኣደሮም ኣይንፈልጦም ኣብ ኣምሓሩ ተኮይኑ ብቐጥታ ኣእሚኖም ክሳዕ ኣብ እስር ቤት እዮም ዘብፅሕዎም ኣባና ግን ከምኡ ኣይተለመደን ከምኡ እቲ ሚድያ ምፅኦ ዘይቀረዮ ነቲ ቆልዓ ነቲ ዝመፀና ሚድያ እንተስ ብሕብረተሰብ እንተስ ብወለዱ ካሕሳ ክረክብ እንድሕር ዘይክኢሉ ዋጋ ናብ ሚድያ ወፀ ምንም ትርጉም የብሉ ዝገደደ ናብ ክትወፅእ ዘይትኽእል ዓዘቕቲ ኣቲኻ ህይወትካ ኣብ ዝኸፍአ ከተብጽሓ ዘለኻ ምንም ትርጉም የብሉን። ስለዚ ኣሕዋተይ መጀመርያ ክንነቅሕ ዘለና በተለይ ዘይወለድና ሰባት ማለት ዘይወለድክን ሰባት ቆልዕ ዘይብልክን ሓዳር ዘይፈተንክን ተቐዳዲምክን ኣፍቕረኛ ሒዘ ኢልክን ገዛኽን ክነብረሉ እየ ቅርሸለ ናብ ዓዲ ኢልክን ሃረልክን ከይድኽን ካብኡ ንሶም ካሊእ ዘረባ ክዛረቡኽን ናብ ብስጭትን ናብ ዘይኮነ ዘረባን ክትኣትዎ ከምዘይብልክን መልእኽተይ ክሕልፍ ይፈቱ እናተለመደ መፅኡ ኣሎ እዚ ኣብ ግምት ኣእቲኽን ክትፀንሓ እትገብረኦ ነገር ከዓ ምህፃፅ ዘይብሉ ዋላ ከይድኽን ፍቕረኛ እናሃለውክን ዋይ እንታይ ፈሊጠሉ ቀስ ኢልክን ኣቑሑትክን እናገዓዝክን ቀስ ኢልክን ቅርሽኽን ሻዕ ትርከባ መረቕ ገዛኽን ሻዕ ትርከባ ከምዘይ ትፈልጣ ዋይ ተፈላለና ናዋላ ኢልክን ገዛኽን ንብረትክን ክትሕዛ ይመክር ማለት እዩ ተፈላለና ናዋላ ዘይትብልኦም ስጋዕ ትደልዮኦ ትሕዛ ተቀዳዲምክን ቅርሸይ ብሃውኒ እንታይ ከሕልፎምሎም ግዛዕ ኢልክን ኣብ ኢዶም ዘሎ ንብረት ሓማቅ ተዘይትዛረባ ዝተመራፂ ይመስለኒ ማለት እዩ ኣብ መብዛሕቲኤን ኣሕዋተይ ኣብ ስዕዲ ዓረብ ንበራ ኪል ኢለን ከምቲ በቃ ካብዚ ከይደን ሰዕርፍ ከብላ ይምነያ ማለት እዩ ንሱ ኣይተዓደልናዮን ኣሕዋተይ መዓረይ ኣይተዓደልናዮን እናበዝሐ ከዓ ይኸደሎ ሓደ ክልተ ከይኮንና ጥንቃቐ እናገበርክን ክትከዳ ከዓ መልእኽቲ የሕልፍ እዞም ኣቦ እዚኦም ፅቡቕ ዝገብሩ ዘለዉ መሲልዎም እምበር ሕማቕ ንጓሎም ዝገብሩ ዘለዉ ኮይኑ ስለ ዘይጠዓሞም ኢሉ እየ ዝኣምን ከምዚ እውን ኣተለመደ ስለ ዝኸድ ዘሎ እግዚኣብሔር ካብዚ ይምሓረና ካብ ወላዲኻ ምብዳል ጥራሕ እዩ ክብል ዝኽእል ንዝነበረና ቪድዮ ነዚ ይመስል ስጋዕ ብካሊ ቪድዮ ንራኸብ